ኤርትራ፣ ግብጺ፣ ሶማልያ ስሉሳዊ ምሕዝነት ኣብዚ ሕጂ ኣብዚ ሕጂ ኩነታት ዞባ ቀይሕ ባሕሪ ኣብ ዝናወጸሉ ዘሎ እዋን ኩናት እስራኤልን ኢራንን መጻብቦ ሕርሙዝ ዓጽዩ ናብ ባብ ኣልመንደብ ክሰግር እዩ ኣብ ዝብለሉ ዝነበረ ኣሰካፊ ኩነታት ብወገን ስሉሳዊ ምሕዝነት ኤርትራ፣ ግብጺ፣ ሶማልያ ዝተዋህበ ናይ ሓባር መግለጺ ይኹን መረዳእታ የለን። እቲ ምሕዝነት ካብ ተሰማምዑሎም ነጥብታት ሓደ ጉዳይ ጸጥታ ከባቢ ባብ ኤልመንደብ ምንባሩ ይዝከር። ሚኒስተራት ወፃኢ ጉዳያት ሰለስቲኣተን ሃገራት ብዕለት 11 ወር 1 2025 ኣብ ካይሮ ምስ ተራኸቡ ብድሕሪኡ ኣይተራኸቡን።

ጸጥታውን ዞባውን ምውህሃድ ዝብሉ ጉዳያት ዘተኮረ ምርድዳት ከም ዝገበረ እኳ እተተገልጸ፣ ቀንዲ ዛዕባ እቲ ምሕዝነት ነቲ ሽዑ ብመንግስቲ ኢትዮጵያ ዝረኣ ዝነበረ ንሰለስቲኤን ሃገራት ብቐጥታ ይኹን ብተዘዋዋሪ መንገዲ ዝጸሉ ምንቅስቓሳት ንምግታእ ዝዓለመ ምንባሩ ሽዑ ብእዋኑ ዝወጹ ዝነብሩ ጸብጻባት ይገልጹ። እቲ ናይ ሽዑ ናይ መንግስቲ ኢትዮጵያ ምንቅስቓሳት ነቲ ምስ ሶማሊላንድ ተበጽሐ ምርድዳእ ከምኡ'ውን ብጉዳይ ህዳሰ ግድብ ዝውሰዱ ዝነበሩ በይናዊ ስጉምታትን ዘጠቓልል ምንቅስቓሳት'ዩ ነይሩ። ኣብቲ ናይ ኣስመራ ስምምዕ ብፍሉይ ጎሊሖም ካብ ዝጥቀሱ ነጥብታት እዞም ዝስዕቡ ይርከብዎም። ሓደ፣ ሶማልያ ኣንጻር ግብረ-ሽበራዊ ጉጅለታት እትገብሮም ወተሃደራዊ ስርሒታት፣ ከም ዝሕየሉ ንምግባር ዘኹሉ ደገፋት ምሃብ። ክልተ፣ ኣብ ሶማልያ ንዝካየዱ ናይ ምዕቃብ ሰላም ጻዕርታት ምድጋፍ። ብፍላይ እካ ግብጺ ኣብቲ ኣውሶም ዝበሃል ሓድሽ ኣቃውማ ዓቃብ ሰላም ብምስታፍ ሰራዊታ ከተዋፍር። ሰለስተ፣ ካብ ሰለስቲኣተን ሃገራት ዝቐውም ስሉሳዊ ናይ ሚኒስተራት ኮሚቲ ቆይሙ ንንጥፈታት እቲ ምሕዝነት ከዋህድ ዝብሉ ምጥቃስ ይከኣል። ኮይኑ ግን ድሕሪ ክልተ ኣዋርሕ ስምምዕ ኣስመራ ኣብ ወርሒ ዓሰርተ ክልተ ክልተ ሽሕን ዕስራን ኣርባዕተን መንግስታት ኢትዮጵያን ሶማልያን ብናይ ቱርኪየ ሽምግልና ኣብ ዕርቂ በጺሖም። ኣብቲ ናይ ኣንካራ ኣዋጅ ተባሂሉ ዝፍለጥ ናይ ስምምዕ ሰነድ ኣቢሎም ከኣ ኣብ መንጎ ክልቲኣቶም መንግስታት ዝነበረ ዘይምቅዳው ከም ዝፈትሕዎ ገሊጾም። እቲ ናይ ኣንካራ ስምምዕ ነቲ ናይ ኣስመራ ምሕዝነት በዳሂ ነይሩ። ንሶማልያ ካብቲ ምሕዝነት ዘልሓጥ ከም ትብል ዝገብር ምንባሩ ፍሉጥ ስለ ዝነበረ። በቲ ካልእ መዳዩ መንግስቲ ኢትዮጵያ ነቲ ናይ ቱርኪየ ተበግሶ ተቐቢሉ ነቲ ስምምዕ ክፍርመሉ እተገደደሉ ምኽንያት ጸቕጢ ናይ መንግስቲ ኣሜሪካ ከም ዝነበሮ ይግለጽ። ብዝኾነ ነቲ ስምምዕ ምስ ፈረመ ናብ ረብሑ ንምቕያር ብዙሕ ላዕልን ታሕትን ክብል ተራዩ ምስ መንግስቲ ሶማልያ ተወሰኽቲ ርክባት ብምክያድ ከኣ ስምምዓት ገይሩ ብወገን መንግስቲ ግብፅን መንግስቲ ኤርትራን ነቲ ናይ ሶማልያን ኢትዮጵያን ስምምዕ ኣመልኪቶም ዝሃብዎ ወግዓዊ መግለፂ ነበረን እንተኾነ ግን ሚኒስተራት ጉዳያት ወፃኢ ሃገራት ስሉሳዊ ምሕዝነት ብዕለት 11 ወር 1 225 ኣብ ካይሮ ብምርኻብ ምምስራት ኮሚቴ ናይቲ ስሉሳዊ ምሕዝነት ኣዊጆም ብመሰረትካ እቲ ኮሚቴ ወግዓዊ ቀዳማይ ኣኼቡ ኣብ ካይሮ ኣቃኒዑ። ኣብ ኣኼብኦም ነቲ እተጀመረ ምሕዝነት ተኸታታሊ ርክባት ብምክያድ ብዝለዓለ ከም ዝቕጽሉሉ ቃል ኣትዮም። ካልኣይ ኣኼባ እቲ ኮሚቲ ኣብ ሶማልያ ክካየድ ምዃኑ ከኣ ሓቢሮም፣ እንተኾነ ግን ዕለት ኣይፈለዩን። ሎሚ ዳርጋ ድሕሪ ሽዱሽተ ኣዋርሕ ኣቢሉ እውን እቲ ኣብ ሶማልያ ክግበር ዝተባህለ ኣኼባ ኮሚቲ ስሉሳዊ ምሕዝነት ኣይተገብረን። ናይ ግዘ ሰሌዳ ስለ ዘይተነብረሉ ግን ዶንጊ ወይ ተሪፉ ኢልካ ኣብ መደምደምታ ምብጻሕ ዝከኣል ኣይኮነን። ኮይኑ ግን እቲ ምድንጓይ ሕቶ ምልዓሉ ኣይተረፎን። ነዚ ብዝምልከት ኣብ ዝተፈላለዩ ትንታኔታት ካብ ዝበሃሉ ጉዳያት ጎሊሑ ዝረእ ዕርቂ ሶማልያን ኢትዮጵያን ነቲ ናይ ኤርትራ፣ ግብጺ፣ ሶማልያ ስሉሳዊ ምሕዝነት ኣገዳስነቱ ከም ዝልሕልሕ ገይሩ እዩ ዝብል ምጥቃስ ይከኣል። እቲ ንሶማልያ ኣሻቒልዋ ዝነበረ ምርድዳእ ኢትዮጵያ ምስ ሶማሊላንድ በቲ ናይ ኣንካራ ስምምዕ ስለ ዝተቋረጸ ሶማልያ ምስ ኢትዮጵያ ኣብ ዘየቃዱ ንጥፈታት ካብ ምስታፍ ክትቁጠብ ነይርዋ ከም ሳዕቤን ከኣ ሶማልያ ኣብቲ ስሉሳዊ ምሕዝነት ዝህልዋ ንጥፈታት ክዝሕትል ተራእዩ ኣብዚ ሕጂ እዋን ሶማልያ ምስቲ ናይ ኢትዮጵያን ሶማልያ ምርድዳእ ኣተኣሳሲራ ምስ ኤርትራን ግብፅን ተካይዶ ዝነበረ ጽዑቕ ዲፕሎማስያዊ ላዕልን ታሕትን ኣደስኪላቶ ትርከብ። ብፍላይ ብወገን ግብጺ ዝረኣ ዝነበረ ወተሃደራዊ ምድላዋትን ምንቅስቓሳትን ዳርጋ ደው ከም ዝበለ ንጹር ኮይኑ፣ እቲ ኣብ ኣውሶም ክሳተፍ ተባህለ ብዝሒ ሰራዊት ግብጺ ናብ ኣዝዩ ትሑት ቁጽሪ ከም ዝወርድ ተገይሩ። ኣይክሳተፍን እዩ ዝተባህለ ሰራዊት ኢትዮጵያ ከኣ ከም ዝሳተፍ ኮይኑ ጥራይ ዘይኮነ፣ ኣንጻር ኣልሸባብ ክካየዱ ዝጸንሑ ናይ ቀረባ ስርሒታት እውን ይሳተፍ ምህላው ክግለጽ ጀሚሩ። እዚ ናይ ኢትዮጵያ ቀጻሊ ህላወ ኣብ ሶማልያ ምስቲ መንግስቲ ሶማልያ ኣንጻር ኣልሸባብ ኣብ ዝገብሮ ወተሃደራዊ ስርሒታት ምሕጋዝ ዝብል ሓደ ካብ ወተሃደራውን ጸጥታውን ስምምዕ ስሉሳዊ ምሕዝነት ዝጫረት ተርእዮ ኮይኑ እዩ ተቐልቂሉ። ናይ ሰራዊት ግብፂ ኣብ ሶማልያ ምህላው ምስ ምህላው ሰራዊት ኢትዮጵያ ናብ ግጭት ከየምርሕ ዝነበረ ስጋት ኢትዮጵያን ሶማልያን ዕርቂ ስለ ዝፈፀማ ንህላወ ሰራዊት ግብፂ ድሩትነት ከም ዝህልዎ ገይሩ እዩ በቲ ካልእ ሸነኽ ክረአ እንከሎ ስሉሳዊ ምሕዝነት ኣብ ጉዳይ ሶማልያን ኢትዮጵያን ጥራይ ተሓጽረ ዘይምዃኑ ካብቲ ስምምዕ ምርዳእ ይከኣል እቲ ስሉሳዊ ምሕዝነት ዞባዊ ጸጥታ ዝምልከቱ ምውህሃዳት ዝብል ጉዳይ ኣብ ግምት ዘተወ እዩ። ዞባዊ ጸጥታ ማለት ንጸጥታ ዞባ ቀይሕ ባሕሪ እውን ዘጠቓልል ምዃኑ ኸኣ ካብ መግለጺታት ናይቲ ምሕዝነት ምርዳእ ይከኣል። እዞን እንተርኢና ብቐንዱ ነቲ ናይ ኢትዮጵያ ጥሙሕ ኣፍደገ ባሕሪ ኣብ ግምት ዘእተወ ምዃኑ ከነስተውዕል ንኽእል። ነቲ ጥሙሕ ንምግታእ ከኣ ኣብ ገማግም ቀይሕ ባሕሪ ዘይርከባ ሃገራት ኣባላት ማሕበር እተን ናይ ገማግም ሃገራት ክኾና ኣይክእላን እየን ዝብል ተሪር ወግዓዊ መልእኽቲ እዩ እቲ ስሉሳዊ ምሕዝነት ደጋጊሙ ክእውጅ ጸኒሑ። እቲ መግለጺ ብዝያዳ ብመንግስቲ ግብጺ ክግለጽ ዝጸንሐ ኮይኑ ናይ መንግስታት ኤርትራን ሶማልያን መርገጺ ምዃኑ ከኣ በቲ እቶም መንግስታት ዘውጽዎም ዝነበሩ መብርሂታት ምርዳእ ይከኣል። እንተኾነ ግን እቲ ስሉሳዊ ምሕዝነት ካብ ዝምስረት እነጆ ኪኖ ጥሙሕ ኢትዮጵያ ዝኾኑ ንጸጥታ ቀይሕ ባሕሪ ዘናውጹ ዓበይቲ ተረኽቦታት ኣጋጢሞም እዮም። እዞም ዝስዕቡ ኸኣ ምጥቃስ ይከኣል። ናይ ሑሳውያን መጥቃዕትታት ኣብ ልዕሊ እተን በቲ መስመር ዝሓልፋ መራኽብ ቀጺልሉ ዘሎ ኩነታት ምህላዉ፣ ናይ ኣሜሪካን እስራኤልን ኣብ ልዕሊ የመን ዓበይቲ መጥቃዕታት ምክያዶም ናይ እስራኤልን ኢራንን ኩናት ነቲ ከባቢ ኣብ ከቢድ ቅልውላው ኣእትዎ ምዃኑ ብሰንኪ መስመር ቂሒ ባሕሪ ምዋኹ ግብፂ ካብ መትረብ ስዊዝ ትረኽቦ ዝነበረት ኣታዊታት ኣዝዩ እንዳንቆልቆለ ክመፅእ ፀንሓሉ ኩነታት ምህላው ወዘተም እዞም ተረኽቦታት እዚኣቶም ኣካል ጸጥታ ቀይሕ ባሕሪ እኳ እንተኾኑ ስሉሳዊ ምሕዝነት ኤርትራ፣ ግብጽን ሶማልያን ብዛዕባ እቲ ምዕባለታት ዝምልከት ዘውጽዎ መግለጺታት የለውን። ከምኡ ዝኾነሉ ምኽንያት ካብ ብቐንዱ ሰለስቲኣቶም መንግስታት ኣብ ጉዳይ ሕሳውያን ዘለዎም ኣረኣእያታትን ከም ሃገራት ዘለዎም ሓፈሻዊ ዓቕምታትን ዘሎ ዘይምምጥጣንን እቲ ዝኸይድ ዘሎ ቅልውላው ዞባ ቀይሕ ባሕሪ ሓደ ዓይነት መርገፂ ዝሓዘ መግለፂ ከውፅኡ ኣየኽእሎምን'ዩ ዝብል ወድዓዊ ኩነታት ኣብ ግምት ኣእቲኻ ክረእ ዘለዎ እዩ። ኮይኑ ግን ስሉሳዊ ምሕዝነት ኤርትራ፣ ግብፅን ሶማልያን ታክቲካዊ ድኣ እምበር ስትራቴጂያዊ ዝምድና ኣይኮነን ተባሂሉ ዝግለፅ። ነዚ ንምብራህ ከኣ ኣርባዕተ ክውንነታት ናይተን ሃገራት ይጥቀሱ እዮም። ንሳቶም ከኣ ሓደ ኣባላት ምሕዝነት ኣብ ኩሉ ንጸጥታ ዞባ ቀይሕ ባሕሪ ዝምልከት ሓደ ዓይነት ኣረዳድኣ ዘይብለ ምዃኑን እንታይ ደኣ ኣብቲ ምስ ኢትዮጵያ ዝተኣሳሰር ጉዳያት ኣድሂቡ ዝተበገሰ ግዜያዊ ሕኸኸኒ ክሓከካ ምንባሩ ክልተ እቲ ብሚኒስተራት ጉዳያት ወጻኢ ሰለስቲኤን ሃገራት ዝቖመ ኮሚቲ ካልእ ንግብራዊ ንጥፈታት ዝከታተል ናይ ሓባር ሴክሬታርያ ዘይምቛሙ ናይ ሓባር ወተሃደራዊ ምውህሃድ ዘካይድ ኣካል ዘይምህላዉ፣ ከምኡውን ንጉዳያት መስመር ቀይሕ ባሕሪ ዝምልከት ናይ ሓባር መረዳእታ ዝገልጽ ሰነድ ዘይምህላዉ፣ ሰለስተ መንግስቲ ኤርትራ ካብ ነዊሕ ኣትሒዙ ብትካላዊ ኣሰራርሓ ዝቕየድ ወግዓዊ ኣተሓዛ ምሕዝነታት ዘይቅበል ምዃኑ፣ ኣብ ክንዱ ብጊዜያውን ንሸዓት ጥራይ ዘገልግል ኮሚቲ ብምምዛዝ ዝኽተሎ ኣሰራርሓ ዝፈጥሮ ሃጓፍ ኣቕሊልካ ዝረኣ ዘይምዃኑ፣ ኣርባዕተ ሶማልያ ገና ዘይተረጋገት ሃገር እያ ኣልሸባብ ገና ንጥፈታቶም ኣየቋረጹን ጥራይ ዘይኮነ ኣብ ገለ እዋናት እውን ነቲ መንግስቲ ኣብ ሓደጋ ዘእትዉ ስጉምታት ኣብ ምውሳድ ይርከቡ ተወሳኺ ኣብቲ ውሽጢ እቲ መንግስትን ምስተን ነብሰ ምሕዱር ዝኾና ክፋላት ሶማልያ ዘሎ ዘይምቅዳው ነታ ሃገር ገና ዘይተረጋገት ገይርዋ ይርከብ ኣብ ከምዚ ኩነታት ሶማልያ ኣካልቲ ምሕዝነት ብምዃን ከተበርክቶ ትኽእል ተራ ድሩ ስለ ዝኾነ ዝብሉ ኣርባዕተ ልሉያት ማሕለኻታት ኣብ ግምት ብምእታው፣ እቲ ምሕዝነት ኣብ ልሕሉሕ ታክቲካዊ ዝምድና እተመስረተ ምዃኑ ምርዳእ ይከኣል። ኣብ መወዳእታ፣ ብመሰረት እዚ ክግለጽ ዝጸንሐ ጭብጥታት፣ ስሉሳዊ ምሕዝነት ኤርትራ፣ ግብጽን ሶማልያን ኣብዚ ሕጂ ክረኣ እንከሎ፣ ንባህርያትን ኩነታትን ሰለስቲኣቶም መንግስታት ኣብ ግምት ብምእታው፣ እቲ ምሕዝነት ደስክ ኢሉ ክጸንሕ ተኽእሎታት ከም ዘሎ ክንርዳእ ንኽእል። ግብጺ ነቲ ምስ ሱዳን ዘለዋ ስትራቴጂያዊ ናይ ዶብ ምትእስሳርን ነቲ ኣብ መንጎ ኤርትራን ሱዳንን ኤርትራን ግብጽን ዘሎ ዝምድናን ኣብ ግምት ብምእታው ነቲ ምሕዝነት ግብጽን ሱዳንን ኤርትራን ዝሓቁፍ ኮይኑ ንክቕጽል ተበግሶ ክትወስድ ከም ትኽእል ምስትውዓል ይከኣል። ሶማልያ ምስ ቱርክየን ሃገራት ምዕራብን ዘለዋ ምትእስሳርን ካብኣታቶም ትረኽቦ ሓገዛት እንዳዓበዩ ምምጽኦምን ኣንፈተ ናብኣቶም ናብቶም ሓገዝታ ገጸ ክትገብሮ ተኽእሎታት ኣሎም። ክቡራት ተኸታተልቲ ኤን ሚድያ እዚ ዘቕረብናልኩም ትሕዝቶ ካብ ዝተፈላለዩ መወከሲታት ረኺብና ናትና ንባብ ሓዊስና ዘቕረብናልኩም ምዃኑ ክንሕብረኩም ንፈቱ። ርእይቶታትኩምን ነቐፌታታትኩምን ካብ ስነ ምግባር ወፃኢ ዝኾኑ ቃላት ብዘይብሉ መሃሪ ብዝኾነ ኣገባብ ከተቕርቡ እንዳተላበና